ሎምዓንቲ እነኽብሮ ዕለት ዕስራን ሓደን ጥርስ ዕረፍቲ ኣዴና ቅድስት ድንግል ማርያም እዩ። ዕረፍታ እዩ። ዓብይ በዓል እዩ። ቤተክርስትያን ንዕረፍቲ ቅዱሳን ብክብሪ እያ ትፅምብሎ፣ ተኽብሮ እያ፣ ተብዕሎ እያ። ምክንያቱ መወዳእታ ህይወቶም ክሳዕ መወዳእታ ክሳብታ ክታብታ ሕቅታ ስንፋስ ዝወፅላ ብእምነት ንእግዚኣብሔር ዘገልገሉ መስዋእቲ ዝኸፈሉ ንክርስትናኦም ዘጽንዑ ተጋድሎኦም ዘስመሩ እግዚኣብሔር ደስ ዘብልዎ መዓልቲ ስለ ዝኾነ በቃ ብኽብሪ እያ ቤተ ክርስቲያን ንዕረፍቲ ቅዱሳን ተኽብሮ ብዓብዪ ከዓ ናይ ወላዲት ኣምላኽ ማለት እዩ ኣዴና ቅድስት ድንግል ማርያም ከመይ እያ ነይራ? ሕጂ በዚ ለማዓንቲ ክንመሃሮ ዝግበኣና ነዴና ቅድስት ድንግል ማርያም በዓል ዕረፍታ ኢልና ክንዝክር ኮለናሲ እቲ ካብ ህይወት ቅድስት ድንግል ማርያምስ እንታይ እዩ ንመሃር እዩ እቲ ናይ መጨረሻ መንፈሳዊ መልእኽቱ ማለት እዩ። ቅድስት ድንግል ማርያም እንታይ ዓይነት ህይወት ትነብር ነይራ ኣብዚ ምድሪ እዚ ኮላ ማእከለ ስጋ ኮላ ንቃል ኣምላኽ ተስተንትን ዝነበረት ጸሎታ ህይወታ ኩሉ በቃ ንቃል ኣምላኽ ዝመስል ነፍሰይ ንእግዚኣብሔር ትዕብዮ መንፈሰይ ከዓ ብኣምላኸይ በቲ መድሓኒ ባህ ይብሎ ውርደት ባሪ እዩ ርኢ ምንሆ ካብ ሕጂ ኩሎም ወለዶ ብፅእቲ ክብሉን እዮም እቲ ዓብይ እቲ ሓያል ዓበይቲ ነገራት ገይርለ እሞ ስሙ ቅዱስ እዩ ምሕረቱ እቶም ዝፈርሕዎ ንዘለኣለም ክነብር እዩ ኢላ ንሓያላት ኣዋረዶም ንትሑታት ከዓ ልዕል ኣበሎም ኢላ ጸሎታ መዝሙራ ኩሉ በቃሲ ክብሪ እግዚኣብሔር ዝገልጽ ኣብ ቃል ኣምላኽ ዝተመስረት ብዝግባእ ንቃል ኣምላኽ እትፈልጦን እትነብረሉ ዝነበረት ኣዲያ ቅድስት ድንግል ማርያም በዚ ለመዓንቲ ክነኽብሮ ዝግባእና እዚ ኣብ መጽሓፍ ቅዱስና ብዛዕባ ኣዲና ቅድስት ድንግል ማርያም ወንጌል ሉቃስ ምዕራፍ ክልተ ፍቕዲ ዕሳን ሓደን ኣቢሉ ዘሎ ክነግረና ከሎ ማርያም ድማ ነቲ ቃል ነቲ ኩሉ ነገራት ኣብ ልባ ተዋህልሎ ተዓቑሮ ነበረት ይብል እዚኣ ኢና ንመሃራ እምበኣር እንታይ ማለት እዩ ተዓቑሮን ተዋህልሎን ነበረት ማለት ምስትንታን እኳ እዩ ተስተንትኖ እኳ እያ ዘላ ምዕቋር ማለት እቲ ምስትንታን በቲ ቃል ምሕሳብ ማለት እኳ እዩ ኣብ ልባ ትዓቑሮ ነበረት ስለዚ መዝገብ ጥበብ መዝገብ ናይ ቃል እግዚኣብሄር እዩ ነይሩ ልባ ማለት ናይ ቅድስት ድንግል ማርያም ስለዚ ብሲ ከም ቅድስት ድንግል ማርያም ነቲ ቃል ሰሚዕካ ዘይምርሳዕ በቃ ዘይምርሳዕ ኣብ ልብኻ ምሓዝ ምዕቋር የድሊ ማለት እዩ ሕጂ ሎሚ መዕቆሪ እዩ ዘይብልና ኮይኑ ቦና ከም ቅድስት ድንግል ማርያም መዕቆሪ የብልናን መዕቆሪ ስለ ዘየለ እቲ ቃል በዚ ኣትሞ በቲ ሓደ እዝንኻ ይወፅ ንታሕቲ ይወርድ ናብ ኣእምሮ ይኸይድ ናብ ዋይን ኣሰላስሎን እዚ ፀገም ኮይና ዘሎ ስለዚ ካብ እድና ቅድስት ድንግል ማርያም እዚ ንምሃሮስ ንቃል ኣምላኽሲ ምዕቋር ኣብ ልቢ ኣብ መዝገብ ልብኻ ምሓዝ ምስትንታን ምምዝጋብ ክትርስዕ ከም ዘይግብኣካ እንታይ ለመዓንቲ ወንጌል ተነቢብ ኢልካ ንስ ወላ ሓንቲ የለን በቃ ኮይ እና ለመዓንቲ ወንጌል እንታይ ኣብ ቤተክርስትያን ወንጌል እንታይ ተነቢቡ ተልካሲ ኣይሰማዕን ኣካል ኣካላዊ ጥራሕ እዩ ዘለዉ ስለዚ እዚ ኢና እቲ ኣብ ህይወትና ክወሃሃድ እንድሕር ደኣ ኮይኑ እዚ ከምዚ ጌርና ከንዓቁር ከነስተንትን ከም ኣዲና ቅድስት ድንግል ማርያም ይግበኣና ማለት እዩ።